እንጣጢዕ መስተ ጥራሕ ኣይኮነን መግቢ ውን ዩ ኩሉ ነገር ዩ በቃ እንጣጢዕ ጥዕና ዩ ወዝ ዩ ኩሉ ዩ ድኸውን ስለዚ ሓቢርና ነዳልዎ። ሰላም ኩቡራተይ ከመይ ቀኒኹም ኣነ እግዚኣብሔር ይመስገን ጽቡቅ ቀንየ ርሑስ ቅንያት ጾመ ኣርብዓ ግበረልና ዘወረደ ዘወረደ ኢና ኣቲና ዘለና ቀዳመይቲ ሰሙን ሶ ሎማዓንቲ ከምቲ ኩሉ ግዜ ንገብሮ ጾመ ኣርብዓ ክኣቱ ከሎ እንጣጢዕ ከነዳሉ ኢና። እንጣጢዕ ኸኣ ኣምሲልና፣ ጾም ኣምሲልና ክንለምዶ ዝግብኣና ሃብታም መግቢ እዩ። ብዝተፈላለየ መገዲ ከነዳልዎ ንኽእል ኢና። ኣብቲ መስርሕ ኸኣ እንዳነገርኩኹም ክኸይድ እየ ማለት እየ። ሶ ሕጂ እንጣጢዐይ ኦርጋኒክ እንጣጢዐ እየ ኣነ ገዚኤ። ብዝተኻእለና መጠን ከምዚ ጥረ ነገራት ክንገዝእ ከሎና ኦርጋኒክ እንተገዛእና ጽቡቕ እዩ። ምኽንያቱ ነዊሕ ስለ ንጥቀመሉ ዋላ ክንገዝኦ ከሎና ብዋጋስ ኣይ ሃስየናን እዩ በሃሊት እየ ኣነ ከምዚ እቲ መዓልታዊ ሂወት ነህልኾ ንግሆ ምሸት ቀትሪ ክሳይ ንገብሮ እዩ እምበር እዚ ከምዚ ንጥረ ነገራት ዝባዛሕ ነገር ከኣ ስለ ዝኾነ ኣይ ሃስየናን እዩ እሞ ኦርጋኒክ ገዚእና ነዳሉ ሶ ሕጂ ናብቲ ምድላው ክንኣቱ ኢና ከምቲ ትሪኦ ደለኽን ኣነ መጀመርታ ጽቡቅ ጌረ ክኣርየ ክንኣርዮ ኣለና ጽቡቅ ጌርና ማለት እዩ ሓደ ግዜ ቪድዮ ሰሪሐ ኔረ ኣብቲ ኤዲት እንተ ኣብቲ ዘረባ ተጋግየ ጽቡቅ ጌርና ክንሓጽቦ ኣለና ኢለ ሓንቲ ሓፍትና ሓጺባቶ ማለት እዩ ተቋይቃትኒ ሓቃ እያ ናተይ ጌጋ እዩ ጽቡቅ ጌርና ክንኣሪ እዩ ደለና ክንሓጽቦ የብልናን ምክንያቱ ከምዚ ጀል ነገር ስለ ዝቅየር ንኸተንቅጾ ከቢድ ስለ ዝኾነ ማለት እዩ ከምዚ ዝረኣኽንኦ ኸኣ ጽቡቅ ገይረ እርይ ኣቢልና መቸም እንጣጢዕ እንድሕር በሊዕና ነፍስናን ደቅናን ሕጂ ብዝተፈላለየ ኢና መጀመርታ ነገር ብጸብሒ ተደሊና ክንበልዖ ንክእል ኢና ገለ ዓይነት ግጥዕም ማዓት ጸብሒ ድሓን ክንሰርሕ ኢና ብሓደ ኮይና ካል ማዓልቲ ብንጣጢዕ ማለት እዩ ብፍላይ ኣብ ጻሓሊ ክንሰርሖ ከለና ሓለፍ ኣለዎ ኣብ ጅስ ክነእትዎ ንክእል ኢና ኖርማል በይኑ ከማነይ ከምዚ ክሳይ ጌርና ኣሕፊስና እውን ኣብ ሰላጣ ጌርና ክንበልዖ ንክእል ኢና ብዘይ ሰላጣ ክንበልዖ ንክእል ኢና ብዝተፈላለየ መገዲ በይኑ በጽቢጽና ኖርማል ከምዛ ናይ ዓድና ክንበልዖ ንኽእል ኢና ምስ ተምሪ ጌርና ጁስ ጌርና ክንሰትዮ ንኽእል ኢና ኣብ ድሕሪት እውን ከርእየኪ እኔ ዝተፈላለየ ዓይነት ከመይ ጌርና ብድስተ መልክዕ ብድብላዕ ከዓ ኣብ ቀፃሊ ብሓንሳእ ስለ ዘለና ኣብዚ ፆም ከዓ ስለ ዘተባብዓካ ከምኡታት ነገራት ምስቲ ባህልና እውን ስለ ዝተሓሓዝ ብዙሕ ብዙሕ ብዙሕ ክንርኢ ኢና ማለት እዩ ሕጂ ኣነ ከምዚ ናይ ዓድና መቕለዊ ዕቢ ዝበለ ናይ ማሸላ ዕምበባ ንዕምብበሉ ዝነበርና ስለ ደይብለይ እንታይ ክገብሬ ከምዚኣ ገይረ ኣብዚኣ ባዴላ ገይረ እሱ የቐልለልካ እዩ ከምዚ ክስታይ ስለ ትገብሮ እዚ ግን ቁርብ ክብድ ኢለ እቲ ባዴላ ግን ኢትስ ኦኬ ማለት እዩ ሓንሳብ ምስ ገበርካ ነዊሕ ስለ ዝፀንሓካ ደሓን እዩ ማለት እየ ሕጂ ከምዚኣ ግብር ኣቢላ ከዓ ኣብኣ እቲ ሕብሪ ቅይር ከብል ከሎ ማራ ከይሓረረ ከሎ ክነውርዶ ኣለና ክንግምጥሎ ኣለና ቢከዝ እንድሕር ሓሪሩ እንጣጢዕ ጠቕላላ ኣብ ቀሓር ድዩ ዋላ ንስተማኮ ንዝተፈላለየ ነገር ፅቡቕ ኣይመፀልናን እዩ ማለት እዩ ዋላ ንጥዕናና ዋላ ነቲ ትሕዝትኡ እውን ክንረኽቦ ማእከላይ ጌርና ከምቲ ሕብሩ ኣብ ቅድሚት ዝረኣናዮ ምስ ጠሓንናዮ ከም ድመፅእ ጌርና ከዓኒ ክንቀላልዎ ኢና ማለት እዩ ሶው ሕጂ ከምኡ እየ ዝገብሮ ዘለኹ ኣነ ቱብ ገይረ ኸዓ ከምቲ ትሪእዮ ዘለኽን ብዝሕ ዝበላ እየን ነይረን ዳርጋ ካብ ፍርቂ ኪሎስ ንላዕሊ እንጣጢዕ ስለ ዝባዛሕ ብፍላይ ኣብቲ ክትሰርሖ ከለኻ ይባዛሕ እዩ ዋላ ኣብዚ ክትሪኦ ከለኻ ተዘይተባዝሐ ሓንቲ ማንካ ተጌርካላ ፀብሒ ምልእቲ እያ ትኸውን ማለት እዩ ዋላ ክንምፅምፆ ከለና ክልተ ማንካ ገለ ተጌርካ ዳርጋ ሰለስተ ኣርባዕተ ሰባት እዩ ደስቲ ማለት እዩ ስለዚ ስለ ዝባዛሕ እኹል እዩ ማለት እዩ በብቑሩብ እንዳገበርና ዋላ ተገበርና ፀገም የለን ከከይነፈስ ከሎ ንጥቀመሉ ማለት እዩ እንደገና እቲ መትሓዚኡ ድማ ኣዝዩ ግጥም ክኸውን ኣለዎ ሕጂ ቀሌ ወዲኤ ከዓ ከም ዝረኣናዮ እዚኣ መጥሓኒተይ ብዙሕ ግዜ እኳ ኣላለየክን እንዴ ነተን ሓደሽቲ ትመፃ ናብዚ ቻነለይ ግን ካብ ኬነድያ እንታይ ረገጺ እያ ማጂክ እንድያ ትብል ግን ዝተፈላለያ ኣለዋ ከምዚኤን ሕጂ ኣብ እንጣጢዕ እኳ ሓቂ ዘረባ ከምዚ ልሕድድ ስለ ዝብል እንጣጢዕ ከምዚ እንዳሃረምኩ እንዳሃረምኩ ከም ትሪኣን ዘለኽን እየ ዝጥሕነላ ደለኹ ኦፍኮርስ ትጥሕነለ እያ ኩሉ ግዜ ግን ብኸምኡ እየ እንዳሃረምኩ ገለ እየ ልሕድድ ስለ ዝብል ኣብቲ ታሕቲ ከምዚ ጥረ ነገራት ግን ብጣዕሚ እያ ትጥሕን በቃ ኣብዓኺ በላ ዓተር በላ ዝኾነ ነገር ጥረ ነገራት ጁስ ብዓብኡ ጁሰረ ገለ ኩሉ እያ ንኹሉ እያ ትጠቕመካ ማለት እዩ ሕጂ ኣነ ጁሰረይ ክሳ ኮይና ሃናቕንያ በዚኣ ጁስ ክገብር ቀኒያ ክንደይ ገይረ ወረ እንታይ ቀኒየ ደኣ ዳርጋ ዓመተይ በሊያ ስጋብ ድገዝእ ገለስ እንታይ ድበሃል ኮይነ ሶ ንብዙሕ ኣጠቕመና እያ ክብለክ እንደልየ ስለዚ ከምኡ ጌርና ከዓ ክንጥሕኖ ከለና ከምቲ ኖርማል ክርክር ጥራሕ ዘይኮነ ኣብ መወዳእትኡ እውን ክትሪኦ ኢኽን ፅቡቅ ጌርና ጥሕን ክነብሎ ኣለና ናይ ማሰ ከምዚ ህብብ ኣቢልና ኣውጽእ ዘይኮነስ ኣብ ዓድና ሕጂ ተሪኢክና ዘይቲ ስጋብ ድወጽእ እየን ዝሃርሞ ኣዴታትና ኣብዚ ሕጂ ክዚ ከምቲ ድለውን ዋላ ኣቢልካዮ ከለካ ኣይትጥሕነን እንዲ ኣብቲ ምህራም ከዓ ጽቡቅ ጌርና ኣብ ዓሳሪት ጌርና እንድሕር ዓሲርና እቲ ጁስ ክንሰርሖ ከለና ጸብሒ ተኮይኑ እውን ዋላ ሓንቲ ጸገም የብሉን ኣውጦ ስለ ዝብል ውጽእ እዩ ዝብል በቃ ገለ ዓይነት ከምዚ ትሪኦ ዘለክን ከዓ ፍሉይ ጽቡቅ በቃ ኣቀላልውኡ ተበልክን ኩሉ ነገሩ ሕብሩ ተበልክን ገለ ዓይነት እንጣጢዕ ኣዳልየ ከም ትስርዮ ዘለኽን ከተባብዓክን ኢለ እየ ርሑስ ጾም ኣርብዓ። ዘይቲ ስጋ ብ ድወጽኤ ድገብርኦ ኔረን ግን እዚኣ ከምኡ ክትገብረለይ ኣይትኽእልን እያ እንድሕር ደጋጊመ ዋላ ማይ ኣንጢበ ክገብሮ ፈቲነ ከኣ ልሕድድ ኢሉ ምጥሓን እዩ ዝኣቢ ብዝኾነ ሕጂ እንጣጢዕ ጢሒነ እታ ቀዳመይቲ ንሰርሓ ከዳልዋ እየ ከም ዝረኣኽኖ እዚ ሲናመን እዩ ዝዘርእየክን ደለኹ እቲ ቀዲመ ከርእየክን ጸናሕኩ ኣተምሪ እዩ ሓጺበ እቲ ናይ ውሽጡ ፍረ ኣውጽኤ ኣዳልየ ኣለኹ ከምኡ ውን ማይ ኣዳልየ እዚኣ ሕጂ ሕጂ እንታይ ክገብረ እንጣጥዒ በቲ ኣነ ዓቕን ደልየዩ ዘለኹ ንክልተ ቢኬር ባይ ዘወይ እዚኣ ተስርሓኒያ ክልተ ቢኬር ንክልተ ሰብ ደስቲ ገይረ ክሰርሐ እንጣጥዒ ገይረሉ ማለት እየ ተምሪ ከዓኒ ሓደ ሽዱሽተ ፍረ ገለ ዝኸውን ኩሉ እቲ ዘዳለኹዎ ኣይገበርክዎን ሓደ ዓሰርተ ድኾነ ኣይ ገይረ ነይረ ሽዱሽተ ሸውዓተ ፍረ ድኸውን ገይረ ሽኮር ኣየድልየንን ምክንያቱ እቲ ተምሪ ሽኮር ስለ ዘለዎ ዋላ ሓንቲ ሽኮር ኣየድልየንን እዩ ዋላ መዓር እውን ኣየድልየንን እዩ ማለት እዩ እንተደሊና ግን ክንገብረሉ ከዓ ንኽእል ኢና ማለት እዩ ማይ ገይረሉ ሲናመን ከዓ ንእሽተይ በዚኣ ናይ ቡን ንኽሰላ ማንካ ምሽ ደላ ንእሽተይ ብኣኣ ወይ ከዓ ፍርቂ ማንካ ናይ ሻሂ ንእሽተይ በቃ ፍርቂ ማንካ ከማን ኣየድልየና ንእሽተይ ነቲ መቐረትሲ ይቕይሮ እዩ ኦ ማይ ጋድ ክጥዕም መዓት እዩ ፕሊስ ፕሊስ ፕሊስ እዚ ከምዚ ምክንያት ገይረ ኣብ ግዜ ጾም የቕርቦ ኣለኹ እምበር ኩሉ ግዜ ክንሰትዮ ዝግብኣና እዩ ኦርጋኒክ እንጣጢዕ እንተደሊኽን ከዓኒ ኣብ ቦልክ ባርን ኣለክን ንሕና ካብኡ ከይድና ኢና ነምፅእ ማለት እዩ ስለዚ ከምዚኣ ገይረ ይጥሕና ኣለኹ ሕጂ ክንሃርሞ ከለና እንጣጢዕ ኣብቲ ምውቃጥ ፅቡ ጌርና ስለ ዘይንሓስዮ ብዚ መቸም ንዝክሮ ኢና በዓል እዲ ከመይ ገይረን ሕጊግ ይብላ ነይረን ፀመ ርብዓ ክመፅእ ከሎ እንጣጢዕ ክወቕጣ ሕጂ ኣብዚ ምህራም ግን ደጋጊመ ሃሪመዮ ንዓኹም ቪድዮ ክሓጺረየ የሕጺረዮ እምበር ህርም ነብሎ ከምዚኣ ጌረ ከኣ ኩባያይ ቀሪበ እዚኣ እታ ቀዳመይቲ ሰሪሐ እያ ማለት እዩ ብጣዕሚ እዩ ጥዑም ክንዲ ግዜ እሞ ከምኡ ክብለኩም እዩ ኣዝዩ ጥዑም ሕጂ ካብዚ ኣነ ዝብለኩም ዘለኹ ንስኹም ሰሪሕኩም ፈትንዎ ማለት እዩ ብጣዕሚ ጥዑም እዩ ልዕሊ ኩሉ ከዓ ናይዚ ነገር ድሕጉሰኒ ከምዚ ጌርና እንጣጢ ዓባ ካላ በፅቢፅና ተሂብናዮም ቆልዑ ቅርብ ኣይብልዋን እዩ ትራይ ቅርብ ኣይብልዋን እዩ ግን ከምዚ ጌርና ሰሪሕና ናዓና ብዓቢኡ ጼምና እንድሕር ውዒልና ልዕሊ ኩሉ ከኣ ደቅና ከኣኒ ከምዚ ጌሮም ይለምዱ ማለት እዩ ድስ እታ ካልኣይቲ ከዓ ሕጂ ክነዳልዋ ኢና ሕጂ ኦሬዲ ጣጥዐይ ወቂጠዮ ኣዳልየ ኣለኹ ርኢኽኖ ኣለኽ ኣብዚኣ ሕጂ እንታይ ይገብር ኣለኹ ነታ ካልኣይቲ ካልእ ዓይነት እዚ ኣጃ እዩ ማለት እዩ በታ ማሽን ድረኣኽና ገይረ ድጠሓንኩዎ ኣጃ ማለት ኦትሚል ማለት እዩ ኦትሚል ከሎሲ እዚ ጥረ ኦትሚል ማለት እዩ ዴት ኣለወ ሕጂ ኣብ እንታይ ገይረ ኣብ ከይሓመስኩ ጀስ ጥሒነ ምሽ ሽዑ ዝባዴ ላይ ገይረ ሕምስ ሕምስ የብሎ ኣለኹ ከምዚ ቁሩ በቃ ከምዚ ኣፀቢቅ ጎልደን ስካብ ዝኸውን ከማ ኣይ ምፅባይ ኣይድልናን ግን ይኖ ካብ ብጥሪ እዩ ቁርብ ሕምስ ሕምስ የብሎ ኣለኹ ማለት እዩ ኣጃ ከዓ ኣጃ እዩ ካብ ሆትዊል ስርናይ ዝስራሕ ኣጃ ኣሎ ካብ ስገም ዝስራሕ ኣጃ ኣሎ ብሓፂሩስ ፅቡቕ እዩ ማለት እዩ እቲ ናቱ ሕሩጭ ወይ ስገም እዩ ወይ ከዓኒ እዚ ሆሉት ስርና እዩ ስለዚ ዝበለፀ እዩ ኣጃ ዋላ ብዝተፈላለየ ነገር ጌርና ክንበልዖ ሕጂ ቅድሚ ሕጂ ናይ ገዓት ኣርእኩም ኣለኹ ናይ ኦትሚል ናይ ቅጫ ኣርእኩም ኣለኹ ናይ ዝተፈላለየ ነገር ሕጂ ከዓ ከምዚ ጌርና ብንጣጢዕ እውን ክንሰትዮ ከም ንኽእል ከዓ ከርእኩም እዩ ማለት እዩ ጃም እዚኣ ገይረ ጽቡቅ ገይረ ማለት እዩ ሕምስ ኣቢለ ግን ኣጸቢቁ ጎልደን ስካብ ዝኸውን ኣይተጸበኽዎን ሕጂ ከዓ ነዛ ካልኣይቲ ከዓ እንታይ እንታይ ቀሪበ ከም ዝረኣኹም ኣንጣጢዐ ቀሪበ ኣለኹም ካብቲ ድጣሓን ኮነኬ ማለት እዩ ካልኣይቲ ከዓ እዚኣ ከዓ ንታ ክሕምሳ ዝፀናሕኹ ኦትሚልያ ማለት እዩ እዚ ኣጃ እዚ ከዓ መዓር እዩ እዚ ከኣ ሲናመን ከም ትዓንቶም እየ ዝረኣኹማ እዛ ሲናመን መቸም ዋላ እዚ ኣጃ በይኑ ናይ ሓራሳት ገይረ ደረኣኸኹን ጌርና ክንሰትዮ ከለና ጥብ ተቢልናሉ ቅይር ሃዋህዋ እዩ ድመልሰልካ ከምኡውን ሓንቲ ባናና ቀሪበ ኣለኹ ሕጂ ኣብዚኣ ከም ተወሳኺ ተምሪ ክንውስኽ ንኽእል ኢና ኣነ ግን ኣይደለኹን ኣይደለኹን እንተደሊኹም ክትውስኻ ትኽእላ ኢኹም ግን ዊዝኣውት ከዓኒ ጥዕምቲ እያ ማለት እዩ ባናና ስለ ዘላታ ዊዝኣውት ጥዕምቲ እያ ሕጂ ካብቲ እንጣጢዐ ገይረ ኣለኹ ፕሊስ ብክልቲኡ ፈቱና ኢኽን ብጣዕሚ ክትግረማ ኢኽን እንደገና ዋላ ኣብ ግዜ ኖርማል ከዓ ዋላ ቁርሲ ዝኾነ ካልእ ነገር ተደይብልና ከምስታት ክብራ ቢልና ሕፍስ ኣቢልና ገለስቲ ተቢልና ከዓ ገጥ ገጥ ገጥ ገጥ ሰዓት ሓደ ሰዓት ክልተ ኢና ንምሳሕ ጥሜት ዝበሃል የለን ብዝኾነ እታ ባናናይ እቲ ዝቐረብኩ ስቤዛ የእትዮ ካብኡ እንታይ ገይረሉ መዓር ገይረሉ ኣጃ ስለ ዝገበርኩሉ ሕሩጭ ሕሩጭ ከይብል ምእንቲ ኦፍ ኮርስ ባናና ኣላታ ሓንቲ ስለ ዝኾነት ግን መዓር ንእሽተይ ተጠቂመ ማለት እዩ ዝኾነ መዓር ከዓ ብዙሕ ጥቕምታት እዩ ዘለዎ ዝበዝሐ መድሃኒት ካብ ኣግራብ እዩ ዝስራሕ መዓር ከዓ ከምኡ ካብ ዕምበባ ዝመፅእ ስለ ዝኾነ ብዙሕ ብዙሕ ብዙሕ ብዙሕ ጥቕሚ እዩ ዘለዎ እዮም ዝብሉ ዘለዉ ዶኳትር ኣብ ዝኮነ መዓልቲ በዓል ቤተይ ባይዘወይ መዓር እዩ በቃ ብድኮነ ዋላ ቡን ዋላ ገለ መዓር ፈቱ ኣነ ግን ምልማድ ስኢነየ ነይረ ሕጂ ግን ኣብ ከምስታት ገይረሎም ደለኹ መዓር ከዓ ምልማድ ከዓ ፅቡቅ እዩ ይብለኩም ንእግሪ መገደይ ከምዚኣ ገይረ ከዓ ከምታ ድበልኩም ተመላሊስና ደጊምና ክና ከምዚ ሓንሳ ጥሕን ኣቢልና ኣውፅእ ዘይኮነሲ ፅቡቅ ጌርና ክንሃርሞ ኣለና ምክንያቱ ጣጢዕ ትዝክርዎ ዶ በዓለ ዲሕሲ ኣቢለን እየን ድገብርኦ ነይረን ከምዚኣ ገይረ ከዓ ሃሪመ ሃሪመ